ሰላም ሰላም ተኸታተልቲ መንደላይ ዋልታ ሃገር ከመይ ውዒልና ሎሚ ከዓ ኣገዳሲ እዩ ዝበልክዎ መደባት ሒዘ መፅየ ኣለኹ ካባኹም ዝደሊ ክጅምሩዋ ከለኹም እዛ ቪድዮ ላይክ ሼር ግበርዎ ሳብስክራይብ ዘይገበርኩም ሓደሽቲ ነዚ ሜድያ ሳብስክራይብ ግበርዎ ናይ ህዝቢ ሜድያ እዩ ናይ ሃገራውያን ኤርትራውያን ሜድያ እዩ ብህዝቢ ኩሉ ግዜ ሚድያታት ከዓ ብህዝቢ እዩ ዝዓቢ ሳብስክራይብ ዘይገበርኩም ፕሊስ ሳብስክራይብ ግበሩ ሓደሽቲ ዝኾንኩም ነዚ ሜድያ ቴንክ ዩ ሎማዓንቲ ሓደ ሓደ ነገራት ክንዛረብ ኢና ዜና ዕረፍቲ ኣሎ ካብ ኣስመራ እሱ ክንሰምዖ ኢና ዜና ብድሕሪኡ እቲ ናይ ስፖርት ትማሊ ዝነበረ ቻምፒየን ኤርትራ ብዛዕባ እውን እሽተይ ክንዛረብ ኢና ኣብ መወዳእታ ከዓ ሓደ ተስፋ ኣለም ነሽነሽ ተስፋ ኣለም ይሽሙ ወዲ ሰምሳሪ ብዛዕቡ ከዓ ንእሽተይ ክብል እየ ማለት እዩ እስከ በዛ ዜና ዕረፍቲ ንጀምር
ዜና መስዋእቲ ገዲም ተጋዳላይ ጎይትኦም ነጋሽ ሓጎስ ብ ዕስራን ሸውዓተን ሰነ ኣብ መበል ሰብዓን ኣርባዕተን ዓመት ዕድሚኡ ብሕማም ተሰዊኡ። ኣብ ወርሒ ጥሪ ሽሕን ትሽዓተ ሚእትን ሰብዓን ሰለስተን ዓመተ ምህረት ኣብ ህዝባዊ ሓይልታት ሓርነት ኤርትራ ዝተጸንበረ ተጋዳላይ ጎይትኦም ኣብ ግዜ ሓርነታዊ ቃልሲ ኣብ ተዋጋኢ ሰራዊትን ማእከላይ ሕክምና ወድብን፣ ድሕሪ ናጽነት ከኣ ኣብ ሚኒስትሪ ዕዮን ማሕበራዊ ድሕነትን ብዝተፈላለየ ጽፍሕታት ሓላፍነት ንህዝቡን ሃገሩን ብተወፋይነት ዘገልገለ ሓርበኛ እዩ። ስዉእ ተጋዳላይ ጎይትኦም በዓል ሓዳርን ኣቦ ሰለስተ ውሉዳትን እዩ። ስነ ስርዓት ቀብሩ ድማ ሎሚ ዕስራን ሸሞንተን ሰነ ሰዓት ኣርባዕተ ድሕሪ ቐትሪ ኣብ መካነ መቓብር ሓርበኛታት ኣስመራ ተፈጺሙ። ሚኒስትሪ ዕዮን ማሕበራዊ ድሕነትን ብመስዋእቲ ገዲም ተጋዳላይ ጎይትኦም ነጋሽ ሓጎስ ንዝተሰምዖ መሪር ሓዘን እናገለጸ ንስድራቤቱ፣ መቃልስቱን መሳርሕቱን ጽንዓት ይሃብኩም ይብል።
ያእ ኣቦታትና ሕድሪ ገዲፎሙልና ምክንያቱ እቲ ናይ ኣምላክ ስለ ዘይተርፍ። ንዓና ግን ነቲ ሓድሽ ወለዶ ነዚ ናይ ሕጂ ወለዶ ምናዳ ኣብ ውሽጢ ዓዲ ዘሎ ሕድሪ ገዲፎምሉ እዮም ዝኸዱ ዘለዉ ነቦና ኣያናን ጎይትኦም ነጋሽ ተጋዳላይ ከዓ መንግስቲ ሰማይ ተዋርሶ ጅግና ተጋዳላይ ኣቦና እዩ ያ ኩሉ ግዜ እንዳተተካካእካ እዩ ስለዚ እቲ ዘሎ ሕጂ ወለዶ ከዓ መተካእታ ናይ ኣቦታትና ስለ ዝኾንና ኣብ ውሽጢ ንሃሉ ኣብ ደገ ብሙሉእና ሓደ ኮይና ንኤርትራ ክንሰርሕ ክንክእል ኣለና ቀዳምነት ኤርትራ ትሕመቕ ትፀብቕ ኤርትራና ትሃሉ እዩ ሶ ያ ብኸምኡ እየ እዛ ዜና መስዋእቲ ኣምፅያ ፅንዓት ይሃብ ንሙሉእ ስድራ ቤት።
ቤት ትምህርቲ ስነ ኪነት ሜሓባር ንክልተ ዓመታት ብግብርን ክልሰ ሓሳብን ዘምሃረቶም ሓምሳን ሓሙሽተን ደቂ ኣንስትዮ ዝርከቦም ሚእትን ኣርብዓን ሰለስተን ተምሃሮ ትማሊ ዕስራን ሸውዓተን ሰነ ብሰርቲፊኬት ኣመሪቓ። ዳይረክተር ናይታ ቤት ትምህርቲ መምህር ተስፋዝጊ ኣብርሃ ኣብ ዘስምዖ ቃል ተመረቕቲ ዕስራን ኣርባዕተን ብኣውቶ መካኒክስ፣ ዕስራን ሰለስተን ብስነ ህንጻ፣ ዕስራን ሓሙሽተን ብኤለትሪስቲ፣ ዕስራን ሰለስተን ብኤለትሮኒክስ፣ ዕስራን ኣርባዕተን ብድራውሊኮ፣ ዕስራን ኣርባዕተን ድማ ብጽርበት ዕንጸይቲ ትምህርቶም ከም ዝዛዘሙ ገሊጹ። ህላወ ስልጡን ዓያዪ ጉልበት ሰብ ኣብ ዕብየት ቁጠባ ሓንቲ ሃገር ወሳኒ ግደ ከም ዘለዎ ዝጠቐሰ ኣብ ሚኒስትሪ ትምህርቲ ሓላፊ ምክትታልን ምርግጋጽን ብቕዓት ትምህርቲ ኣቶ መዓሾ ገብረትንሳኤ ብወገኑ ተመረቕቲ ቀሲሞሞ ዘለዉ ትምህርቲ መጀመሪ ምዃኑ ተገንዚቦም ሞያዊ ዓቕሞም ብቐፃሊ ፃዕሪ እናማዕበሉ ኣብ መደባት ልምዓት ብተወፋይነት እጃሞም ከበርክቱ ኣዘኻኺሩ። ኣብ መወዳእታ ብሉፅ ነጥቢ ዘምፅኡ ተመረቕቲ ካብ ፕረዚደንት ሃማደ ወይዘሮ ተኽኣ ተስፋሚካኤልን ካልኦት ሓለፍትን ሽልማት ተቐቢሎም።
ያ እታ ኤርትራ ወልሓንቲ ከም ዘይብላ ኤርትራ ከም ዝባደመት ዋላ ኣብዚ እውን ከርእየኩም እየ እታ ኤርትራናሲ ከም ዝባደመት ወልሓንቲ ከም ዘይብላ እዚ ክንምለሶ ኢና ናይ ሳይክል እዩ ገይሮም ዝቆፅርዋ ሰባት መሊኦም እዮም ኣብዚ ደንበ ዕንክሊል ወልሓንቲ ከም ዘይብላ እታ ኤርትራ በቃ ጥርሓ ከም ዝተረፈት ንሶም ስደት ተወፁስ ኩሉ ሰብ ስደት ከም ዝወፀ ገይሮም ዝሓስብዎ ንጥፈታት ከም ዘይካየድ እዚ ኩሉ ኣደራዕ ኣብ ልዕሊ ህዝቢ ኤርትራ ዝወረደ ብሰንኪ ህግደፍ እዮም ዝብሉ ንሶም ብሰንኪ መን ከም ዝወረደ ግን ኩሉ ዝኾነ ሰብ ዘይፈልጥ የለን ዋላ ፀላእትና እዮም ዝፈልጡ ብሰንኪ መንሲ ህዝቢ ኤርትራ ኣብ ከምዚ ወዲቑ ፖለቲካ ብኢኮኖሚ ከም ዝወድቕ ዝገበርዎ ብኢኮኖሚስ መን እዮም? ብሰንኪ መን እዩ? ጠንቂ ኣይዛረቡን እዮም ኩሉ ግዜ። ሕጂ እዛ ስዋየ ኣምፅኤያ እቲ ዘሎ ንጥፈታት ብዓቕሙ እቲ መንግስቲ ይገብሮ ኣሎ ዝጎደለ ኣሎ ዶ መሊኡ እዩ ዝሰርሕ ከዓ ይጋገ እዩ እንዳተጋገዩ ከዓ መን እርሞም ንሕና ኢና ነርሞም ህዝቢ ኣብ ውሽጥና ሃሉ ኣብ ደገና ሃሉ ግን ሃገርና ኣማእኺልና ንሃገረ ኤርትራ የሕሊፍና ከይሃብና ጌጋ ተሎ ትነቅፍ ማለት እዩ በዓል እዚ ነሽነሽ ሽሙ ድሓን ድሓር ክንመለሶ ኢና ዜና ሞ ይወድእ ብዛዕባኡ ክንዛረብ ኢና ኣስፋሕ ኣቢልና ሎማዓንቲ ንኺድ
ኣብ ሽሕን ትሽዓተ ሚእትን ተስዓን ሸውዓተን ንጥፈታታ ዝጀመረት ቤት ትምህርቲ ስነ ኪነት ሜሓባር ኣብ ዕስራን ሓሙሽተን ዙርያታት ብድምር ሓሙሽተ ሽሕን ሰለስተ ሚእትን ዕስራን ሓደን ተምሃሮ ብዝተፈላለየ ዓውድታት ሞያ ከም ዘመረቐት ሰነዳታ የነጽር። ኣብ ትሕቲ ሚኒስትር ትምህርቲ ዝእለያ ሓሙሽተ ናይ ቴክኒክ፣ ሓንቲ ናይ ሕርሻ፣ ሓንቲ ድማ ናይ ሙዚቃ ኣብያተ ትምህርቲ ሎሚ ዓመት ብድምር ክልተ ሚእትን ተስዓን ሓሙሽተን ደቂ ኣንስትዮ ዝርከብኦም

ቻምፒየን ኤርትራ ከዓ ሎም መዓንቲ ነይሩ ውድድሩ ሎም ኣካይዶም እታ ቪድዮ ናይ ሓንቲ ወያ ቤላ እዚኦም ሎሚ እዮም ውድድሮም ቢንያም ግርማይ እኮ ኣይተሳተፈን ሎም ዓመት ነገር ግን ሎም መዓንቲ ወዲ ሙሌ ካልኣይ ወፅዩ ናትናኤል ሳልሳይ ወፅዩ ቀዳማይ ከዓ ሚልኪያስ ማእከለ ቀዳማይ ወፅዩ ማለት እዩ ስለዚ እታ ኤርትራ ወልሓንቲ የብላን ድሒረ ከስማዓኩም እየ ቪድዮታት ኣሎ ብዛዕባ ናይ ኤርትራ ወልሓንቲ ከምዘይገብር ዘሎ እቲ መንግስቲ ገይሮም ዝዛረቡ ኣብዚ እልቢ ዘይብሉ ፎሎወርስ ሒዞም ሰብ ተዓሶሎም ብሰሓቅ እንዳምሰሉ ፖለቲካ ክሰርሑ ዝደልዩ ኣይነፍቅደሎምን ኢና ክንምለሶ ኢና እዚ ክንዛረበሉ ኢና እታ ዜና ክንሰምዓ ቅድም
ሻምፒዮን ቅድድም ብሽክለታ ኤርትራ 2026 ሎሚ ብዝተኻየደ ናይ ኤሊትን ትሕቲ 23 ዓመት ውድድር ደቂ ተባዕትዮ ብዓወት ተቐዳዳማይ ሚልኪያስ ማእከለ ተዛዚሙ ኣሎ። ጋዜጠኛ ሚካኤል ሓድጉ ብመልክዕ ጸብጻብ ዘዳለዎ ትሕዝቶ ስዒቡ ክቐርብ እዩ።
ብሃገራዊ ፈደሬሽን ቅድድም ብሽክለታ ኤርትራ ተወዲቡ ክካየድ ዝቐንየ መበል ዓሰርተው ሽዱሽተ ሻምፕዮን ቅድድም ብሽክለታ ኤርትራ ክልተ ሽሕን ዕስራን ሽዱሽተን ሎሚ ሰንበት ዕስራን ሸሞንተን ሰነ ኣብ ኣስመራ ብዝተኻየደ ውድድር ተዛዚሙ። ተቐዳደምቲ ኤሊትን ትሕቲ ዕስራን ሰለስተን ዓመትን ደቂ ተባዕትዮ ብሓባር ኣብ ዘካየድዎ ሚእትን ሰማንያን ሰለስተ ነጥቢ ሽዱሽተ ኪሎሜተር ዝሸፈነ ውድድር፣ ተቐዳደማይ እንግሊዛዊት ክለብ ኢኒዮስ፣ ሚልክያስ ማእከለ፣ ኣብ ሰዓት ኣርብዓን ሓደ ነጥቢ ትሽዓተ ኪሎሜተር እናተሓምበበ ንውድድሩ በርባዕተ ሰዓታትን ዓሰርተው ሽዱሽተ ደቓይቕን ዕስራን ትሽዓተን ካሊታትን ብምዝዛም ዘውዲ ዓወት ደፊኡ። ተቐዳደማይ ሚልክያስ ጸወታ ክዛዘም ኣስታት ሰላሳ ኪሎሜተር ምስ ተረፎ ብዝፈጸሞ መጥቃዕቲ'ዩ ብዘይ ተቛጻጺ ነዚ ዓቢ ዓወት'ዚ በቒዑ። ኣብዚ ምድብ ተቐዳዳማይ ክለብ ኣስታና ሄኖክ ሙሉብርሃን ክልተ ደቕን ሳሳን ሰሰን ካይትን ድሒሩ ካልኣይ፣ ተቐዳዳማይ ሙቪ ስታር ናትናኤል ተስፋጽዮን ድማ ካብ ሄኖክ ብሓሙሽተ ካይታት ድሒሩ ሳልሳይ ተርታ ብምሓዝ ኣብ ፖድዮም ደይቦም። ሚልክያስ ማእከለ በዚ ሎሚ ዘመዝገቦ ዓወት ኣብ ናይ ትሕቲ ዕስራን ሰለስተን ዓመት ምድብ እውን ሻምፕዮን ብምዃን ድርብ ዓወት ኣመዝጊቡ ኣሎ። ንፍታሌም ኤፍሬምን ናታን ተስፋኣለምን ካብ ክለብ ደንደን ድማ ካልኣይን ሳልሳይን ደረጃ ብምሓዝ ንሽልማት በቒዖም። እዚ ከምዚሉ እንከሎ ካብ ተቐዳደምቲ ጁንዮር ኣባል ክለብ ደንደን ዮናታን ቴድሮስ ብቕጽበታዊ ውድድር ቀዳማይ ኮይኑ ክዕወት እንከሎ ካልኣይ ኢዮቤድ ኤፍሬም ካብ ክለብ ደንደን ሳልሳይ ካብ ዊልያም ዘርኢት ካብ ክለብ ኣስፔኮ ብምዃን ተሸሊሞም። ኣቐዲሙ ብ ዕስራን ሓሙሽተን ሰነ ኣብ ከባቢ ማይደምነት ኣብ ዝተኻየደ ናይ ኤሊት ደቂ ኣንስትዮ ውድድር ኣባል ክለብ ደቡብ ሱዛና ፍስሃየ ሻምፕዮን ግርማ ሚልክያስ እንቋዕ ሓጎሰካ ከመይ ጸኒሑ ጸወታ ከመይ ኣመሓዲርካዮ? ብመጀመርታ ቴንኪው ነዚ ዕድል እዚ ምሃብኩም ቀጺለ ኩርሶ ኣዚ ብድሃ ነይሩ ኣብዚ ዓዲ ንመጀመርታ ግዜ 183 ኪሎ ሜተር ገይረ ማለት እዩ ውድድር ብሓፈሹ ፅቡቕ ነይሩዎ ዓወት ሒዘ ምውፅኢ ድማ በዚ ገጣሚ እዚ ልዑል ፈጣሪ ከመስግኖ ፈቱ ቀፂለ ድማ ስድራይ ከመስግኖም ፈቱ በዚ ኣጋጣሚ እዚ ዝዓወት ዝፍሉዩ ንዓይ ስለዚ ካብኡ ቀፂለ ድማ ኣብ ኮርሶ ከም ሓወይ ኣለይ መለይ ድብለኒ ናትናኤል ተስፋጼን ኣሕዋት ኢና ስለዚ ሽሕ ግዜ ንፃር ጋንታ ዋላ ተኾና እንታይ ክገብር ከም ዘለኒ ይነግረኒ እዩ ቅዲ ፀዋወታ ነናትና ኣለና ፍሉይ ነገር ኣይኮነን ግን ዝገብረለይ ነገራት ስለ ንዓይ ዓብ ነገር እዩ ንካልእ ሰብ ቀሊል ክኸውን ይኽእል እዩ ስለዚ እዚ ጋጣሚ እዚ ናቱ ከም ሓወይ ኣመስግኖ ፈቱ ድሕሪ ስድራይን ልዑል ፈጣርን ማለት እዩ ፅቡቅ ሚልካስ ፀወታ እናተካየደ ከሎ መብዛሕትኡ ዝትንትን ነበረ ወይ ሓሳቡ ዝህብ ነበረ ሰብ ሚልካስ ፕሪንተር እዩ ወይ ናይ ሽኳ እዩ እቲኦም ግን መንገዲ ክረግፁ ይኽእሉ እዮም ስለዚ ኣብ መወዳእታ ምናልባት ኣብ ዓቐብ እንዳ ዜና እውን ኣጥቂዖም ንዕኡ ግዳይ ክገብርዎ ይኽእሉ እዮም ዝብል ነይሩ ካብ ትፅኢት ወፃኢ ብፍላይ በዚ ምስ ተቐልቀልካ ነበረ ስምዒት ማራ ውዕውዕ እዩ ፈሊኻዮ ምስ መፀኻ እታ ህሞት ከመይ ነይራ ማዕረ ክንደይ ርእሰ ተኣማንነት ነርካ ንዓበት ሂካዮም ክትወፅእ ሓቂ ሓይሽ እታ እስካቶ ብናትናኤል ተስፋጼና ተጌራ ኣብ ከባቢ ፎርቶ ካብ ታሕቲ ጀሚሩ ክሳብ ላዕሊ ድማ ኣብ ሊሚት እየ ነይረ ማለት እዩ ብድሕሪኡ ንዓይኒ ሄኖክን መጥቃዕቲ ጌርና እቲ ከምኡውን ኬቨን ተክለ ማርያም ንፍዑዕ ውሎ ተቀዳዳማይ ድሕሪኡ ኬቨን ካባና ተርፍ ኢሉ ማለት እዩ ቁርብተይ ድሕሪ ሰለስቴና ከለና ኣብ ከባቢ እንዳ ትራፊክ ኤስካቶ ገይረ ብኡ ገይረ ድማ ቀፂለ ማለት እዩ ንዝዓወት እዚ ክበቅዕ ክኢለ
ሎሚ ዓመት ምስ ኢንዮስ ምስቲ ነበረካ መጉዳእቲ ብፍላይ ካብዚ ዝሓለፈ መወዳእታ ኣብ ጅሮ ናይ ጥልያን ዝበርከያ ናይ ናእሱ ናትኩም ዕድመ ብሉጽ ብቕዓት ኢኻ ኣንጸባሪቕካ። እዛ ዓመት እዚኣ ፍሉይ ነገር ኣብ ብቕዓትካ ደሪባትልካ ክንብል ንኽእል ዲና?
ሓቂ ሓይሽ ፍሉይ ብቕዓት ሒዘ መጸ ኢለ ዋላ እውን ሓሳብ ኣይነበረንን። ምኽንያቱ ቅድሚ ጀሮም ምስጣፊ ኣብ ሓደጋ ኣብ መውደቕቲ ኣጋጢምንስ ቁርብ ካብ ሳይክል ወሪደ ነይረ ንቑሩብ ማለት እዩ ከባቢ ክልተ ሰሙን ገይረ ትሬኒን ኣብ ጅሮዲ ኢታልያ ገይረ ያ
ዕድመን ጠናን ይሃብኩም እዞም ተፃወትና ብምልእኹም ማለት እዩ እንኳ ሓጎሰካ ከዓ ሚልክያስ ማእከለ ቻምፒየን ዘውዲ ደፊኡ ቻምፒየን ኤርትራ ናይ 226 እንኳ ሓጎሰካ እዚኦም ትርእዎም ዘለኹም ውልዶ ናይ ሳዋ እዮም ውልዶ ናይ ሳዋ እዮም እዚኦም ብምሉኦም ንሪኦም ዘለና ብምሉኦም እዚኦም ኣብዚ ኣለዉ ተወሳኺ ፅንሑሞ ኣብዚ ኣለዉ እዚኦም ውልዶ ናይ ሳዋ እዮም እዚኦም ሲ ብምሉኦም እዚኦም ረኣይዎም ብሳዋ ዝሓለፉ እዮም ከማና ማለት እዩ ከምዚ ምስውሱ እንዳበሉ ኣብ መውዓል እንዳሓሰር እንዳተሓብኡ ኣይኮኑን ኣሕሊፎሞ ብሳዋ ዝሓለፉ እዮም ብምሉኦም እዚኦም ብምሉኦም እዞም ንሪኦም ዘለና ተቐዳዳሚ ብሽክለታ ናይ ኤርትራውያን ብምሉኦም እዚኦም ብሳዋ ዝሓለፉ እዮም ተመልሚሎም ብሳዋ ንሃገርካ የፀውዑ ኣለዉ ሕጂ ማለት እዩ ነዚኦም እዮም ሕጂ ኣብቲ ሃገር ወልሓደ የለን ዝተገብረ የለን እንዳበለ ከስማዓኩም እየ እዚ ነሽነሽ ድብልዎ ኣሎ ያ ኣብዚ ነየለት እዚኣ መኾን ዓልያ ኦኬ ኣብዚ ነየለ እዚኣ እያ
ባዊ ተፅዕኖ ዘምፅኦ ዘሎ የለዎ ስለዚ ኤር
እዚ ነሽነሽ ዝበሃል ወዲ እዩ ነሽነሽ ነሽነሽ እንታይ እዩ ዝገብር ናይ ሰባት ክፋእ እዩ ከምፅእ ዝውዕል ኣቡኡ ብስምስርና ተኣሲሩ ሓቢእዎ ነይሩ ሰልጠነ እዩ ተዛሪብሉ መጀመርታ ቅድሚ ሕጂ እንድሕር ዝክሮ ኮንኩ ብጀካ ሕማ ናይ ኤርትራውያን ፅቡቕ ዝበሃል ኣይፈቱን እዩ ሓደ ኣብነት ክበኩም እየ ለንቅነ ክገብሮ ዝቐንየ ኣብዚኣ ንሄለ ኣወል ስዒድ ኣወል ስዒድ ኣብዚኣ ኣሎ ኣወል ስዒድ ከነምፀኢና ወላ ንኣወል ስዒድ ከይተረፉ ዳውን ክገብርዎ ንሕና ተኽኢልና ኢና ባዕልና ንሓውና ነቲ ኤርትራዊ ሓውና ሓደ ኣወል ስዒድ ኣብ ውሽጢ ዓዲ እዩ ኣወል ማለት ኣብ ውሽጢ ዓዲ ኮይኑ ይሕመቕ ይፀብቕ ኣብቲ ሃገር ዘሎ እዩ ማለት እዩ ኣወል ስዒድ ሓሙሽተ ሽዱሽተ ቪድዮ ሰሪሑ ብኣወል ስዒድ ጥራሕ ጉድ ስማዕ ንኣወል ዝገበርዎ እዚኦም ህግደፍ እንዳበለ ማለት እዩ እንታይ ይምልከተካ ኣወል ስዒድ ሓውና እዩ ኤርትራዊ እዩ ሃገራዊ እዩ ኣብ ውሽጢ ዓዲ ኮይኑ ከዓ ዝምክት ዘሎ እዩ ምስ ኣቦታትና ምስቶም ኣቦታትና ምስቶም ጀጋኑ ምስኦም ኮይኑ ዝምክት ዘሎ እዩ ንስኻ ታወኻርያ ግን ንስኻ ትገብሮ ዝነበርካ ትግራይ ትዕወት እንዳበልካ እንታይ ትገብር ትውዕል ነርካ ነሽነሽሲ ስጋብ ኣዲስ ኣበባ ኢኻ ከይድካ ነዞም መንእሰያት ከተቃትል ኢልካ ክሳብ ኣዲስ ኣበባ ኢኻ ከይድካ ኣብዚኣ

ዝተቓለሰኻ ይዕወት ኢላቶስ የቐኔለ ኢልዋ። እዚ ኩሉ መንእሰይ ግዳይ ጌርኩሞ ዘለኹ በዓል ንስኻ መን ክሕተተሉ እዩ እዚ መንእሰይ ግዳይ ጌርኩሞስ ግንባር ናይ ኪሮስ ኣስፋ ከዓ ፈሪሱ ሕጂ ፈሪሱ ብገንዘብ ዝኣክል ዕስራ ሚልዮን ብር ኣየምፃኻዮ ናብቲ ናትካ ሚድያ ክከታተለካ ቀኒ ስርሐይ ኢለ ማለት እዩ ኪሮስ ኣስፋሃ ከምዚ ገንዘብ ሰሪቑ ኢልካ ደይተምፆ ኣየምፃኻያን ንኣወል ስዒድ ግን ሽዱሽተ ግዜ ሰሪሕካሉ እንታይ ስለ ዝደለኻ ኢኻ ንኣወል ስዒድ ሽዱሽተ ግዜ ሰሪሕካሉ ቪድዮ ትቕፅል ኣለኻ ጌና ኣደ ፕረዚደንት ሞይታ ከማን ኢሰያስ እናበልካ ትዝንጥሎ ፕረዚደንት እዩ ንስኻ ከማን ጋዜጠኛ እየ ትብል ንስኻ ሲ ጋዜጠኛ እየ ከማን ትብል ብኽብሩ በቲ በቲ ማዕርጎም ከማን ክትፅውዕዎም ዘይትኽእሉ ከመይ መዕበይኹም ዝበደለኩም እዩ በዓል ስኻ ኣብ ከመይ ኣብ ከመይ ኢኹም ዓብኹም ኣነ ይፈልጥኒ ጭራ ናይ ኣድጊ ሒዝኩም ዝዓበኹም ኣብዚ ሕጂ ብዛዕባ ናይ ኤርትራ ክትዛረብ ኣየመልክዓልካን እዩ ከማን ንኣወል ስዒድካ ኤርትራዊ ሃገራዊ ሕጂ ፈቓቕ ረኺብኩም ኩላትኩም ሆሆ ሽዱሽተ ቪድዮ ሰሪሕኻ ኣለኻ ምልእ ኣቢልካዮ ተረኺባ ኢልካ እዚኣ ብኮ ኣወል ዝሰርሕ ኣለዎ ጋገ እንታይ ደኣ ዝሰርሕ እኮ ዝጋገ እንድሕር ተጋጊዩ ከዓ እቶም ኤርትራውያን ሃገራውያን ኢና ንነቕፎ ንስኻ ትግራይ ትዕወት ትብል ዝነበርካ ንስኻ እኮ ሓወኒ ትግራይ ትዕወት ትግራይ ሰብ ኣለዋ ኢኻ ትብል ነርካ ኣጆኹ ኣደ ትግራይ እንዳበልካ ገንዘብ ኣብ ገዛኻ ተዋፅእ ዝነበርካ ኢኻ ልዕሊ ሰለስተ ሚእቲ ሽሕ ዶላር ተዋፂኡ ንእስራኤል ክኸይድ ከሎ ኣፅዋር መግዝኢ እስኻ ካብቶም ሓደ ትጉስጉስ ነበርካ ኢኻ ምስ ሄኖክ ብጫ ኮንካ ይሕዋትና ንክቃተሉ እቶም ኤርትራውያን ኣሕዋትና ማለት እዩ ኣይደኖ እውን ንስኻ ኣብኡ ዲኻ ዓብኻ ይፈልጥኒ ኣይደኖ ኤርትራውያን ትብሉና ኦኬልና ንቕበለኩም ኣለና ኣፅዋር ክገዝኡ ካብቶም ገንዘብ ዘዋፀኻ ኢኻ ልዕሊ 300 ሽሕ ዶላር ተዋፀ ቀዳማይ ንስኻ ኢኻ ኪሮስ ኣስፋ ተኣሲሩ ግን ብምንታይ መእሰሪ እዩ ኣይተዛረብካን ምስ ተፈትሐ ፅቡቕ ሰሚዕና ተፈትሑ ኢልካ እስኻ ኣሸባሪ ብዛዕባ ኤርትራ ክትዛረብ ወላ ሓደ መብቲ ዘይብልካ በቃ ሞራል የብልካን ብዛዕባ ኤርትራ ክትዛረብ እያ ኣበይ ኮ እንታይ ኣገልጊልካ ዲኻ ከመጀመርታ ኣገልጊልካ ይገርም እዩ ኣብዚ ተዛረቦ ኣሎ እዚ ተዛረቦ ኤርትራ ሓንቲ ከም ዘይብላ ኤርትራ ከም ዝባደመት ገይሩ እዩ ዝዛረብ ንሰምዖ ኢና ብዚ
ኤርትራ ከምዚ ኢላ ዘላ ብሰንኪ እቲ እገዳ እዩ ዝብል ዘሎ ካልኣይ እቲ ንሕና ነርክበላ ኣይነርክበላ ክብራት ተዓዘብቲ ናይ መንፈሳዊ ነገር ማለት ተኮይኑ ዳኣ ኮይኑ መንፈሳዊ ነገር ስለ ኮይኑ ከይረኣየ ከኣምን ንኽእል ሰብ ነታ ዘይፈልጣ መንግስተ ሰማይ ኣሎ ኣብ ሰማይ ይበሃል ገነት ኣላ ነታ ዘይፈልጣ ንዓኣ እንዳሓሰበ ነቲ ምምፃእ ናይ ክርስቶስ እናሓሰበ መፅሓፍ ቅዱስ እንዳንበበ ህይወቱ ሰለማዊ ገይሩ ንክነብር በቲ መንፈሳዊ ህይወት ክኸውን ይኽእል እዩ ብጉዳይ ሃገር ግንሲ እቶም ኣቦታትና ብሓጎታትና ገለስ ንፅባሕ ወለዶ ክጥዕሞ እንዳበሉ ህይወቶም ኣሕሊፎም ንሕና ንፅባሕ ወለዶ እንዳበልና መኣስ እያ ክትከውን እንታይ ኤርትራ ንዓና ንብሓጎታትና ኣይኮነት ንቦታትና ኣይኮነት ንዓና ኣይኮነት ከምዚ ዘላቶ ተቐፂላ ንደቅና እውን ኣይትኸውን እያ ስለዚ ነየንቲ ኤርትራ ኢና ብእምነት ክንሪኣ ዝፅበ ዘሎ ዓለምሲ ናይ ለውጢ እያ ዓለም ናይ ለውጢ እያ እሞ ያላ ሓግዝ እዎ ዓለም ላይ ለውጢ እያ ብኣፍካ ኣይኮነን ኣብዚ ዘይትፈልጦ ረኪብካ ሕጂ ከምዚ ይርጋ ኣለም ጌታቸው ዝበሎ ብድረሰነ እምኒ ትማሶግ ዝነበርካ ሲ ናይ ለውጢ ኣኪድ እሞ እጃምካ ግበር ኣብርዮም ነቶም ሰራዊት ኣብኡ ዘለዉ ፈርጢጥካ መፂኻስ ኣብ ዝኾን ከዓ ለባም ለባም ትፃወት ይኣኸ መን ብሉካ ንስኻ ኣብዚሒኻዮ ሆኖ ድሓር ኣብዚ ተዛረቦ ዘረባ እዚ ክብሎ ፀንሐ ኦኬ ኦኬ በቃ እቲ ኔጌቲቭ እዩ ዝዛረብ ኦኬ መን እዩ ግን ለውጢ ከምፆ ምስ ኣሕዋትካ እናተባኣስካ ትግራይ ትዕወት ሰራዊት ኤርትራ ክድምሰስ ኣለዎ ሰራዊት ኤርትራ ኣብ ጋህሲ ክንእቱ ኢና ዝበለኩም ካ ኢኹም ንስኹም ናትኩም ሞዴል ጌርኩሞ ዘለኹም ጆን ብላክ ንሰራዊት ኤርትራሲ ብውዒ ዘይቲ ገይረ ክጥጥቆ እየ ንሓደ ሕብረተሰብ ሙሉ ኣብ ጋህሲ የእቴሲ ከቃጽሎ እየ ንዝብል ኳይ ሞዴል ናትካ ጌርካ ንስኻ ቀዳማይ ንስኻ ክማ ኣታ ሼም በቃ ሕፈሩ ባጋ ኣብ ገዲኡስ ሕፈሩ ቁሩብ ሕፈሩ ክትንቕፉ ከማን ኣይትኽእሉን ኢኹም ዓገብ ክትብሉ ይትኽእሉን እዮም ንስኻ ኣወል ለባም ለባም ኢኻ ትፅሕፍ ብቕዳይ ርእካ ነይረ ናይ ኣደ ፕረዚደንት ነብሰን ምሓረን ነዘን ዝሞታ ኣደ ኣዳነሽ እንዳስሓካ ከምዚ በቃ ክምስ እንዳበልካ ተምፆ ነርካ ንሞት ይገርም እዩ ሽዑ ሰብ ክስታይ ከይብለካ ከዓ መንግስተ ሰማይ ተዋርሰኒ ሰብ ንሕና ሕሳብና ምስ ወደን እዩ ኪድ እሞ ሕሳብ ተለካ ያላ ውረድ ያላ ውረድ ያላ ኣብኡ ክንፀናሓካ ኢና ሽዑ ንሕና ያላ ውረድ ሰብኣይ ተኾንካ ቆልዑት ኣብ ዘይፈልጥዎ ዓዘቕቲ ኣይትእትውዎም ቆልዑ ኣይትጠጥቑ ሕጂ ከማን እምባ
ምፅዋር ምፅባይ ዝበሃል ነገር የለን ምፅማም ዝበሃል ነገር የለን ኣብ ስልጣን ኣሎ ለውጢ የምፅእ ድሓር ከዓ ህግደፍ ገለ ፅቡቅ ነገር ተንሪእሉ እኮ ፀገም የለን ክሳብ ሕጂ ግን ፅቡቅ ነገር ኣይረኣናሉን ኣብ ቁጠባ ኣይረኣናሉን ኣብ ትምህርቲ ለውጢ ኣይረኣናሉን ኣብ ሕክምና ኣይረኣናሉን ኣብ ናይ ባንኪ ናይ ኢኮኖሚ ኣይረኣናሉን ኣብ ስፖርት ስፖርት ንባዕሉ ኣይረኣናሉን ኩለን ሃገራት ኣፍሪቃ
እዚኣ እያ ታደልያ ነበርኩ ስፖርት ወልሓንቲ ኣይረኣና ኣሎምን መንግስቲ ኤርትራ ወልሓደ ገይሩ ይፈልጥኒ ብስፖርት ብለና ኣሎ እዚኦም ከ እንታይ እዮም እዞም ቆልዑ ትርእዮም ኣለኻ ውላድ ናይ ሳዋ እዮም እዚኦም ውላድ ናይ ሳዋ እዮም መንግስቲ ኤርትራ ዝመልመሎም እዮም እዚኦም ቆልዑ ከምዚ ስቕ ኢሎም ዝመፁ መስለካ ኣሎ መንግስቲ ኤርትራ ዝመልመሎም እዮም ብምልኦም የለካ እዚ እምበሳ ሳክት ዜና መስርሒ ኢኻ ተምፆ ዘለካ እምበር ደስ ኣይብለኩምን እዩ ኤርትራ ክትዕወት ደስ ኣይብለኩምን እዩ ኤርትራውያን ሃዲሞም ሕጂ ኩዕሶ እግሪ ሃዲሞም ሻብ ዘቕረባ ግዜ መዓት ተጋውሕ ነርካ እቲ ኤርትራዊ ኣብ ዘለዎ ከይፀንሕ ከይፅምም ንስኹም ኢኹም ተውፅዎ ካብ ቀደም ኣትሒዝኩም እዚኦም እዮም በራ እዮም ብስፖርት ወል ሓንቲ የብላ እንተ ሃገር ምሽልካ እዚኦም እዮም በራ እዮም እቶም ጀጋኑ ናይ ኤርትራውያን መዓት ከምዚኦም ኣሽሓትካ ኣለዎ ብኤርትራ እዚኦም ኣብነት የምፅኦም ንስኹም ግን ክፋእ ጥራሕ ኢኹም በቃ ናይታ ኤርትራ ክፋእ ካልእ የብልኩምን ስፖርት ስፖርት ዝባዕሉ ኣይረኣናሉን ስፖርት ይረኣኻሉን ብጭብጥኻ የርእየካ ኣለኹ ማለት ኢና ግን ነሽነሽ መን እዩ ንምንታይ ኢኻ ነሽነሽ ዘይትዛረብ ነሽነሽ ሲ ስለምንታይ ኢኻ ወፂኻ ናትካ ዘይትነግረና ነሽነሽ ኣብዚ ንየለ ንስኻ እዚ እንዲኻ ድሕር ኤኣይ ከይከውን ዳ እምበር ምናልባት እዚ ኢኻ ነሽነሽ ምስለኒ እዚ ኢኻ ነሽነሽ እዚ ዲኻ ነሽነሽ ዲዚ ነሽነሽ ይምስለኒ እዚ ያ ነሽነሽ እዩ ወፂኻ ታሪክ ህይወትካ ንገረና ሰለስተ ግዜ ተፋቲሕካ ኣለካ ሰለስተ ግዜ ንገረና ሓንቲ ንገረና እዚኣ ንገረና እስከ እታ ናይ ኣዲስ ኣበባ ዝነበረት እታ ኮይና ሰጉጓትካ ኣብዚ እውን ይዛረባሉ እየን ድፈልጣኻ ማለት እዩ ድፈልጣኻ ይዛረባሉ እየን ኣብዚ ኣብዚኣ ከዓ ጋይስ ኣነ ንስኹም ኢልኩምኒ ዓቕመይ ዘፍቀዶ ኣብዚ ኣለዎ ሓበሻ ይሰምዑኒ ኣለዉ ፀገም ዘሎ ይኮኑ እዝኖም ፀልዮም ግን ወላ ሓንቲ ክንዲ ሓገዞም ከምዚ ስራሕ ዘይብሉ እዩ ዝመስሎም ሕጂ ውን ተስፋ ኣይቆርጽን እየ ዋላ ንስኩም ገዲፍኩምኒ እንተኾነ ሓጉዙኒ ኣሕዋተይ ኣነ ከኣ ነሽነሽን ፋንን ዘብሉን ዘሎ እዚኣ ቆልዓ ከማን መፅያ ሓግዘኒ ኢላትካ ለባም ለባም ትፃወት ነርካ ብቀዳማይ ቆሪፆም ርእየዮም ገለ ለባም ለባም ኣብ ጀርመን ዘለዉ ሰብ ከማን ክትሕግዙ ይትኽእሉን ኢኹም ወይ መሪፅኩም ኢኹም ትሕግዙ
ካብ ኩሎም ንዖም መሪጸ ዘይኮንኩ ሰብ እዮም ስለ ኣብ ዩቱብ ስለ ዘለዎም እየ ግን ኣብዚ ኣለዉ ጀርመን ኣብ ጀርመን እየ ዝብለኩም ኣብዛ ዘለዉ ቦታስ ኣለዉ ደይረኣይዎ ኣይኮኑን ወላ ሪኦሞ እውን ኣብ መንገዲ ይኾኑ እዮም እዚ ሰብዚ ፀለል ካብ ዝብል ክንደይ ከይንዎ ኣነ የመሓላልፍ ኣለኹ ፅባሕ ንጎ ሂወቱ መሰጥፈኢ ግን ቀዳማይ ዝፅዕኖ ነሽነሽ ነሽነሽ ግደፍ ኣወል ንወረና ይትኹን ኣነ ያ
ግደፍ ወረኛ ይትኹን ትብለካ ኣላ እዛ ቆልዓ ዋላ ጊደፍ ትብለካ ኣላ ትሰምዕ ተኾንካ ብድሕሪኡ እውን ክትዛረብ እያ ናይ ሰበይቱ
ነሽነሽ ቁም ኣይትሓዘለይ ዳ እምበር ኣውሪ እምበር ተፋቲሑ እንደገና ከዓ ክስቶ ኣቢላ ገለምለ ኢኻ ትብሎ ኣላ ፅልኣኒ ዳ እምበር ናይታ ሰበይቲ ከዓ ኣነ ዘይፈልጥ ከይመስለካ ነሽነሽ ዓይነይ ማለት እዩ ናይታ ሰበይቲ ከዓ ከም ተፋታሕካ ፈልጥ ናታ ከዓ መን ኢኻ ናታ ዳ ዘይተምፅእ ናትካ ግን ኣውፂኻ ይትብን ኢኻ ንዓይ ተፋቲሕ ኢኻ ፈልጥ እየ ጥቂ ገይረ ብሰብ ሰሚዐ እየ ተፋቲሕኻ ሰለስተ ግዜ እዩ ተፋቲሑ ባይዘወይ ዓባይ ሰብ ክነግረኪ ሰለስተ ግዜ ፈቲኑ እንታይ ስለ ዝኾነ እዩ እንድሕር ኢልካ ሙሉ መዓልቲ ኣብ ሜድያ እዩ ዝውዕል ከኣራሪ ኣብ ቲክቶክ ከይዱ ከኣራሪ ውዕል ሙሉ መዓልቲ ሽዑ መፅኡ ናይ ሓንቲ ሰዓት ኣስምዖ ሽዱሽተ ሰዓት እንድሕር ኣርዩ ቪድዮ ስእሊ ገለ ሓንቲ ሰዓት ሽዑ የርእዮም ኣብኡ ሽዑ መይሶ ከዓ ይኸይድ ኣራሪ ጊዜ ስኢንላ እዛ ቆልዓ ከዓ ሰው ይጓልቶ ታተ መርዓዋ ከማ ብድሕሪኡ ከዓ ክልተ ጊዜ ፈቲኑ ኣይሰለጦን ናትካ ታሪክ ህይወት ብምሉእ መፂኒ ኣሎ ብዚ ስነ ስርዓት ግበል ብዛዕባ ኤርትራ ኣይትዛረብ ትግራይ ትዕወት ኢልካ ምሽ ቅድሚ ሕጂ ኪድ ትግራይ ትዕወት ኪድ ናብ ትግራይካ ብዛዕባ ኤርትራ ይምልከተካኒ ስፖርት የለን ገለ ይትበል እዞም ከርእየካ ዝፀናሕኹ እየ ስፖርታውያን ናይ ኤርትራ ጀጋኑ ማለት እዩ ዋላ ኩዕሶ እግሪ ገለ ኢልካ ተመኽኒኻ ዋላ ኩዕሶ እግሪ ከማን ንስኻን ወዲ ከማኻን መምስ መፁ ብዝደገ ትረፉ እንዳበልኩም ተትርፍዎም ነርኩም እቶም እቶም ዝበለፁ ስፖርታውያን እተርፉ ነይሮም ሕጂ እውን ኣትው ኣለዉ ብምልኦም ብምልኦም ኣትው ኣለዉ ንዓዲ እምባ ሕጂ ሲ ይገርም እዩ ናይዚ ወዲ እዚ እኮ ዋ ገሪምና እኮ በቃ
ኣይረኣናሉን። ኣብ ናይ ባንኪ ናይ ኢኮኖሚ ኣይረኣናሉን። ኣብ ስፖርት ስፖርት ንባዕሉ ኣይረኣናሉን። ኩለን ሃገራት ኣፍሪቃ ናብ ዋንጫ ዓለም እንዳሓለፋ ኤርትራ ጥራይ ኣብ ውድድር የላን። ስለዚ ናይ ህግደፍ ሓንቲ ጽብቕቲ ነገር የብሉን። እንትርፍ ምስ ጎረባብቲ ከባእሰካ ማለት እዩ። ስለዚ ሓደ ዝሓሸ ኣብ መሪሕነት ተሎ እኮ ጸገም የለን ዋጋ ትኸፍል ዋጋ ከፊልካ ዝሓሸት ሃገር ተምጽእ እቲ ሃገርካስ ዝሓሸት ትገብራ ማለት እዩ ንህግደፍ ኣሚንካ ግንሲ ከመይ ኢልካ ኢኻ ዋ ኣነ ፅባሕ ንግሆ ብዛዕባ መንግስተ ሰማይ ክሓስብ ተኮይነስ ንክርስቶስ ስለ ዝኣምን ጥራይ ክላሶ ኢልካ ኢኻ ስኸ ለባም ለባም ክትፃወት እታ ኤርትራ ናይ ኤርትራውያን እያ ህዝባዊ ግንባር ሰላሳ ዓመት ተቃሊሱ ስጋብ ሕጂ ከዓ ይቃለስ ኣሎ ክነግረካ ማለት እዩ ኮንጎኦም ከይቀየሩ ኣቦታትና ይቃለሱ ኣለዉ እቲ ሃገር ከፅንሕዋ ነዛ ክቃለሰላ እያ ትብል ዘለካ ሃገር ንዓይ ኣፅኒሖምልካ ኣለዉ ክሳብ ሕጂ ከም ዘይትድፈር ገይሮማ ያ ብኢኮኖሚ ዳ ወዲቃ ኣላ ስለምንታይ እያ ወዲቃ ግን ጠንቂ መን እዩ ኣይትዛረቡሉን ኢኹም ዓዲ ዓዲ ትኸዱ ነርኩም ናብ ፀዓዱ ክትሕስዉ ኣብ በዓል ጀኔቫ እንዳኸትኩም ዘይሓስኹምዎ የለን ሕጂ ግን ተፈሊጥኩም ማለት እዩ ኣብ መወዳእቱ በዚ ኣጋጣሚ ንዓኻ ማለት እዩ መፋትሒኻ ከምዛ ዛጓል ዝበለትካ መፋትሒኻ ንገረና ናይ ሰብ ኣምፂኻ ኣይኮነ እንዳሰሓካ ክትጎጢ ናትካ ኣምፀልና እስከ ብምንታይ ተፋትሒኻ ንገረና ሕጂ ንፅበየካ ኢና ኣነ ባይዘወይ ክፅበየካ እየ መፂኻ ብስነ ስርዓት ብከምዝን ብከምዝን ብከምዝን ተፋትሐ ናይተን ክልተ ንስቲ ድሓን ካልእ ግዜ ትዕለና ናይዛ ናይ ኣዲስ ኣበባ ግን እንታይ ስለምንታይ ተፋትሕካ ንገረና ከምዚ ዝብሉና ዘለዉ ተኮይኑ ግዜ ስኢንላ እዩ ዝበሃል ሓደ ብቐረባ ዝፈልጠካ እዩ ነጊርኒ ግዜ ስኢንላ በቃ ግዜ እንድሕር ዘይትባኾንካ ከዓ ክንደይ ግዜ ተመላሊስካ ንኣዲስ ኣበባ ስለዚ ክንፅበየካ ኢና ዝሓወይ ያ ይኣኽሎም እዩ እዚኦም እንታይ መሲልኩም ደቂ ኤረይ በዚሑ ኖ ኩሉ ዝዛረብዎስ እቲ ክፋእ ጥራሕ ፅቡቕ ነገር ከማን ኣየምፁን እዮም ለንቅነሲ ዝኾነ ኣውፈርቲ እንተለኹም ያላ ኢሎም ሓደ ሚኒስትሪ ንግድን ኢንዱስትርን ክስታይ ኣውፂ ነይሩ ሚኒስትሪ ፋይናንስ ኮይኖም ጨረታ ኣውፅኦም ኣየጋውሕዎን ወላ ሓደ ከይደ ርእዮምሲ ዝተዛረበሉ ሰብ የለን ከማ ጠቕላላ በቃ እተን ሓማቐን ግን ለለቂሞም ለለቂሞም ለለቂሞም ነዚ ሰብ ብሬንዎሽ ገብርዎ ነዚ መንእሰይ መስኪናይ መንእሰይ ኤንወይ እዚኣ ዕዮ ገዛ ሂበካ ኣለኹ እንተዘይኮይኑ ሓፂበ ክሰጥሓካ እየ ይኣኽለና ደቂ ኤረይ ኣብ ካልእ መደብ ክሳብ ንራኸብ